ሰላም ሰላም ከመይ ትኾኑ ክቡራት ቤተሰብ ጉዋ ቲዩብ ጉዋ ቲዩብ ብናታትኩም ደገፍ ብናታትኩም ጻዕሪ እንሆ ኣብዚ በጺሓ ኣላ ኣስታት ትሽዓንተ ሳብስክራይበር በጺሓ ኣላ እሞ ሕዚ ድማ ኣብዘን ዝተረፋ ሓደ ሽሕ ሳብስክራይበር ከም ትመልእዋ ሙሉእ እምነተይ እዩ ንሕና ድማ ከም ጉዋ ቲዩብ ማለት እዩ ንዓኹም የዘናግዑ እዮም የሀድሱ እዮም የምህሩ እዮም ዝበልናዮም ደግም እናበርታዕና ክንኸይድ ኢና ያው ዝጎደለና እናኣረምኹም ጸጽቡቅና ኸዓ ቀጽልሉ እንዳበልኩም ኣብዚ ስለ ዘብጻሕኹምና ብጣዕሚ ኢና ነመስግን። ሕዚ እውን ነዚ ቻናል እዚ ሓደሽቲ ዝኾንኹም ሸር ላይክ ሳብስክራይብ ምግባር ኣይትረስዑ ናይ ሎማዕንቲ ትምህርትና ኣዶቤ ፕሪምየር ሒዘልኹም መጽየ ዘለኹ። ኣዶቤ ፕሪምየር ማለት እዩ። ኸመይ ቪድዮ ኸም እንእድት፣ ቪድዮ ትራንዚሽን ዝብሃል ኣሎ፣ ኢፌክት ኸመይ ኢና ንገብረሉ፣ ኸመይ ፅሑፍ ንፅሕፍ፣ ኸመይ ከለር ወይ ድማ ሕብሪ ንቕይር ንዝብል ሕፅር ብዝበለ መልክዑ ከርእየኩም ክፍትን እየ ሰዓውንታ ስለዚ ኮሜንት እናሃብኹም ዝእረም እውን እናኣረምኹም ንቐፃሊ እውን ምሳና ከም እትኾኑ ሙሉእ እምነተይ እዩ። እንሆ ናብ ናይ ሎማዓንቲ ትምህርትና ኽንኣቲ ቐፀልና። ስለዚ ጀመርቲ ንዝኾንኹም ብትግርኛ ኣዶቤ ፕሪምየም ማለት እውን ናይ ፊልሚ ኤዲተር ን ቪድዮ ኤዲተር ከመይ ቪድዮ ንኢዲት ኢሉ እውን ኢፌክት ቪድዮ ትራንዚሽን ዝበሃል ዝተፈላለዩ ኢፌክታት እንሰርሐሉ ኣፕሊኬሽን እዩ እዚ። ኣብ ኮምፒተርኹም ወይም ኣብ ላፕቴፕኹም ድማ ክህልየኩም ኣለዎ። እዚ ኣነ ዝጥቀመሉ ኣዶቤ፣ ኣዶቤ ፕሪሚየር ሲሲ ዕስራ ዓሰርተ ትሽዓተ እዩ። ስለዚ ናብ ናይ ሎማዓንቲ ኣዶቤ ፕሪሚየም ትምህርትና ክንቕጽል ሕጽር ብዝበለ መልክዑ ከርእየኩም እየ። ብሓደ ግዜ ዝውዳእ ኣይኮነን ናይ ኣዶቤ ፕሪሚየም ትምህርቲ ተኸታታሊ ደጋጊምኩም ደጊምኩም ደጋጊምኩም ክትርእይዎ ትኽእሉ ኢኹም። ቐጸልና እምበኣር ሰዓውናታ። እዚ ንርእዮ ዘለና ናይ ኪቦርድ ጽሑፍ ንጽሕፈሉ እዩ፣ ኪቦርድ እዩ እዚ። እዚ ኸኣ ኮምፒተርና፣ ኣብ ኮምፒተርና ዲስክቶፕ ዘለዉ ኣፕሊኬሽናት ኢና ንርኢ ዘለና። ኣዶቤ ፕሪምየም ኣብዚኣ ኣላ ማለት እዩ። ስለዚ እዚኣ እንታይ ኢና ክንገብር፣ ክሊክ ክንብላ ማለት እዩ። ማለት እውን ክልተ ግዜ ምስ ጸቐጥናያ ኸምዚ ክመጸልና እዩ። እዚ ምስ መጸልና ንዝተወሰነ ደቓይቕ ይወስድ እዩ። ንጽበዮ፣ ኸምዚ ንርእዮ ዘለና ንእሽተን ንዕገሶ ማለት እዩ። ንእሽተን ምስ ተዓገስናዮ፣ ያው እዚ ዓይነት እዩ ዝመጸልና። ካብ ፈለማ ጀሚረ እየ ዘርእየኩም ዘለኹ New Project ከምኡ ውን Recent Project ዝብል ኣሎ እዚ ማለት እዩ Open Project ዝብል ኣሎ ኹሎም ፋይላትና ቕድሚ ሐዚ ዝሰራሕናዮም እንተስ ናይ ሓደ ዓመት ክኾን ይኽእሎ ቕድሚ ወርሒ ዝሰራሕናዮም ክኾን ይኽእል ቕድሚ ክልተ ሰሙን ኣብዚ ኣለዉ ኹሎም ፋይላት ኣብ ዘለዉ ማለት እዩ ሓደ መሪፅና ክሊክ ክንብል ንኽእል ኢና እንድሕሪ እዚ ዝነበረ ክነቐፅሎ ደሊና ሓድሽ ንምፍጣር ስለዝኾነ ለማዕንቲ ያው ከምዚ ትሪእዋ ዘለኹም እዚኣ ኣብዛ New Project ትብል ሓድሽ ቪድዮ ኤዲት ንምግባር ስለ ዝኾነ ንሳ ክሊክ ንብል እሞ ከምዚ ይመጸልና እዚ ምስ መጸልና ክዓ ሪነም ግበሮ ይብለና ኣሎ ሹም ንሃቦ ይብለና ኣሎ ሹም ክዓ ንህቦ ማለት እዩ ስለዚ ዝተፈላለዩ ፎርማት ኣለውዎ እዚ እዚ ፎርም እዚ ክንመልኦ ኢና ተኸታተሉኒ ያው ኣብዚኣ ማለት እዩ እዚኣ ሪነም ንብላ ኣንታይትልድ እያ ትብል እዚኣ ከምዛ ትሪእዋ ዘለኹም ማለት እዩ እዚኣ ደለት ኢልና ያው ሹም ንህበላ ኣነ ንግዜኡ new video ኢለዮ እኔኹ እስኹም ናይ ባዕልስኹም ኮታስ ናይዚ ቭድዮና ሪነም ንህቦ ማለት እዩ ብሓጺሩ እነግንየሉ ሰብ እናበልና ክንኸይድ ኢና ንዚ ንእዶቶ ቪድዮ ሪነም ንህቦ ወይም ሹም ንህበሉ ማለት እዩ ካብኡ ቀጺልና እንታይ ኢና ክንገብር ናብ ብሮውዘር ዝብል ኣሎ ኣብዛ ፕሮውዘር እዚኣ ኸይድና ኸኣ እንታይ ማለት እያ ኣበይ ኢኻ ተቅምጦ እቲ ዝርነም ዝበልናዮ ወይ ምዝንእድቶ ቪድዮ ኣበይ ኢኻ ተቅምጦ ይብለና ኣሎ ኣብ ድስክቶፕ ድዩ ኣብ ዳውንሎድ ድዩ ኣብ ረሰንት ፋይል ድዩ ወይም ረሰንት ፕለስ ማለተይ እየ ይብለና ኣሎ ኣብ ድስክቶፕ እዩ ኩሉ ግዜ ነቅምጦ ኣብ ድስክቶፕ እዛ ድስክቶፕ እዚኣ ካዓ ያው ሓደ ግዜ ክሊክ ንብላ እሞ ኸምዚ ዓይነት ይመፀልና ናይ ድስክቶፕ ወይም ለለ ኣብ ኮምፒተርና ዘቅመጥናዮም ፋይላት እዮም እዚኦም እዞም ትሪእዎም ዘለኹም ማለት እዩ። ስለዚ እዚኣቶም ሓደ መሪጽና ኢና ክነቕምጥ፣ ሕዚ ኣነ ንኣብነት እዚኣ ክሳብ ታሕቲ ከርእየኩም እሞ እዚኣ ጉትት ኣቢልና ነውርዳ። ስለዚ ሽማት ኣለዉ፣ BA ዝብል ኣሎ፣ N ዝብል ኣሎ፣ New እቶም ፎልደራት እዮም እዚኦም። ስለዚ N መሪጸ ኣለኹ ኣነ፣ ነዛ N ከኣ ከምዚኣ ጌርና ጉትት ነብላ እሞ ኹሎም ፎልደራት እብ ዘለውና ኮታስ ካብዚኦም ኣበየናይ ፎልደር ኣብ ድስክቶፕ ኾይኑ ኣበየናይ ፎልደር ኢና ነቕምጦ ይብለና ኣሎ። ኣብ ድስክቶፕ ኾይኑ ግዝያዊ መሪፀ ኣለኹ ከምዚ ይኸፍተለይ ክሊክ ምስ በልክዎ እዚ ግዝያዊ ፎልደር ማለት ግዝያዊ ዝብል ፎልደር እዩ ከፊተ እኒሀኹ እዛ ሰልክት ትብል እዚኣ ኦኬ ንብላ ካብኡ መሊሱ ናብዚ እንትን ይመፀልና ናብዚ ዝነበረና ናይ ቐደም ፎልደራት ማለት እዩ። ካብዚኣቶም ኸዓ ፋይልኻ በየናይ ብኣየናይ ሳይዝ ኢኻ ወይም ፍሬም ንብሎ ማለት እዩ ፍሬም ናይዚ ኣብ ቴሌቪጅን ተኾይኑ ኣብ ሞቫይል ተኾይኑ ዝተፈላለየ ፍሬም ይረኤ ሓቀይ ስለዚ ናታ እያ እዚኣ ሕዚ ኹሉ ግዜ ፊት ፕላስ ፍሬምስ ፍሬምስ ሰላሳ ሓሙሽተ ማለት እዩ እዚ ኹሉ ግዜ ተዝኸውን ይምረፅ። ካብኡ ቀጺልና HD ወይም ለለ ብካሜራን ብሞባይልን ዝተቀረጸ ዝተፈላለየ ሳይዝ ስለ ዘለዎ ብምንታይ ፎርማት ኢኻ ትኸዶ ይብለና ኣሎ። HDV ንዝብል ተንወስዶ ብኡ ኩሉ ግዜ ይምረጽ ማለት እዩ ንኹሎም ማዕረ ዝገብር ማለት ሓደ ሓደ ሕልፍ ሕሊፍ ኢሉ ታይ ይረኣየና ኣብዚ እቲ ቪድዮናስ ኣብ ማእኸል ይተርፍ ብክል ብኹሉ ወሰን ኻዓ ኣብ ኣዶቤ ፕርምየም ወሰና ወሰን ኻዓ ጸሊም ይረኣየና ማለት እዩ እቲ ቪድዮናስ ሙሉእ ንዚ መንእስሙ ዘይሸፈኖ ማለት እዩ። ካብኡ እዚኤን ኩለን ምስ ወዳእና ኦኬ ትብል ዘላ ኣብዚኣ ኦኬ ንብላ ማለት እዩ። ኦኬ ምስ በልና ኦኬ ምስ በልናያ ንእሽተን ግዜ ትወስድ እያ ኸምዚ ኣርባዕተ ፕሌት ፕላትፎርም ይመጸና ማለት እዩ ኣርባዕተ ናይ ቪድዮ መእደቲ ሐዚ ላብ ዋና ቪድዮ መእደቲ እና ንኣቲ ኣለና ኣርባዕተ ናይ ቪድዮ መእደቲ ፎርማት ኸዓ ይመጸና ኸምዞም ትሪእዎም ዘለኹም እዚኣቶም ፎርም ይመጽእ ስለዚ ኣብዚ ኤዲት መግበሪ ዝተፈላለዩ ፋይላት ኣለውና ማለት ኤዲቲንግ ከለር ኣለና ኣብዚ ኢፌክትስ ንጥቀመሉ ንቪድዮና ማለት እዩ ዝተፈላለዩ ኮታስ ዝተፈላለዩ ፎርማት ኣለና ቅርብ ኣቢለ ከርእየኩም እዚኣ ግራፊክስ ዝተፈላለዩ ዲዛይን ንሰርሐሉ ማለት እዩ ስለዚ እዚኣቶም ኣለውና ቀስ እናበልና እዚኦም ከርእየኩም እየ ብካልእ መዓልቲ ማለት እዩ ኮታስ ንኣዶቤ ፕሪምየም ከምዚ ቅድም ኢለ ዝገለፅክልኩም ብሓደ ግዜ ስለ ዘይውዳእ ዋና ፕሮጀክትና ኣብዚኣ እያ ትኸውን ዋና ጸዋታና እዚ ፕሮጀክት እዚ ፕሮጀክትና ክሊክ ምስ በልናዮ እዚ ፕሮጀክት መእደቲና ላብዚ እዩ ዝመጽእ እዚ ፕሮግራም ፕሮጀክትስ እዩ ዝበሃል እዚኣቶም ከኣ ናይ ባዕርሶም ጥቕምታት ኣለዎም ቀስ ናበልና ንሪኦም እንተኾነ ሕዚ እዚኣ እንታይ እያ ኹሉ ፋይልናስ ሰለክት መግበሪት እያ እዚኣ ከኣ ንድሕሪት ንቕድሚት መውሰዲት እያ እዚኣ ከኣ ክልቲኡ ቅደምን ደሓርን ማዕረ ባክ ኤንድ ፍሮንት መግበርቲያ እዚኣ ላማ ምልክት ዘላታ መቑረጺት እያ ማለት እዩ ቪድዮና መቑረጺት ስለዚ እዚኦም ነናብ ዓርሶም ጥቕሚ ኣለዎም እዛ ቲ ዘላ ኣብዚኣ እዚኣ ኻዓ መጽሐፊትና ማለት እያ እዛ ቲ እዚኣ ቪድዮ ምስ ወዳእና ጽሑፍ እንጽሕፈሉ እዩ ናብ ፕሮጀክት እየ ክመልሰኩም እዚ ክሊክ ንብላ ኽልተ ግዜ እሞ ናብ ድስክቶፕ እያ ትወስደና ስለዚ ፋይልና ኣብ ዘለዎ ኣብ ዘቕመጥናዮ ዲስኪቶፕ ክኸውን ይኽእል ኣብ ዳውንሎድ ክኸውን ይኽእል ኮታስ ዝቪድዮና ዘለሉ ናብኡ ኢና ክንኸድ ማለት እዩ። እዚ ንእድቶ ቪድዮ ቅድም ኢለ ግዝያዊ ዝበልኩኩም እቲ ንእድቶ ቪድዮ እነቕምጠሉ እዩ። ሐዚ ኸዓ ኣብ ዘቕመጥናዮ እቲ ቪድዮ ዘቕመጥናዮ እዩ ወሲድንላ ዘሎ። ስለዚ ካብዚኣቶም ኣብ ዲስክቶፕ ኮይኑስ ኣብ ዘቕመጥናዮ መሪጽና ሕዚ ዝኒኦው እዞም ቭድዮታት እዚኦም ትሪእዎም ዘለኹም እዚኦም ሕዚ ኩሎም ተደልየ ከእትዮ ይኽእል እየ ሰለክት ኢለ ተዘይኮይኑ ለለ ሓደ ብሓደ ክእትዮም ይኽእል እየ ሕዚ ክእልቶ ዝደለኹ ቪድዮ ካብዞም ኩሎም እዚኦም ያው ሓደ ኸምዚ ክሊክ ምስ በልኩዋ ሕዚ ርኣይዎ መጺኣትለይ ኣላ እዚኣ እታ ክእድታ ዝደለኹ ቪድዮ እዚኣ እያ ማለት እየ። ስለዚ ናብዚ ፕሮጀክት መእደቲ መፅየ ኣሎ እሞ ቀፂልና እንታይ ኢና ክንገብር ተወሳኺ ኻሊእ ቪድዮ እንተደሊና ክንውስኸሉ ኸምዚ ደጊምና ክሊክ እንብሎ ኣብቲ ነፃ ቦታ ስለዚ ላብ ዲስክቶፕና ይወስደና ማለት እዩ። ኣብ ዲስክቶፕና እዚኦም ሰሌክት ኢልና ብሓደ ግዜ ክነሕልፎም ንኽእል ኢና። ሰሌክት ኢለዮም ኣለኹ። ስለዚ እዚኦም ኦፕን ክንብላ ከለና እዚኦም ሰለክት ኢልናዮም ኣለና ሓደ ብሓደ የርእየኩም ነይረ ሐዚ ኦፕን ክንብላ ከለና ናብዚ ክትወስደና ማለት እዩ ሐዚ እዚኣ ስለ ዝደለኹ እታ ዝደለኽዋ ቪድዮ ስለ ዝደለኹ እዚኣ ወሲደ ኣለኹ ካብኡ ኽልተ ግዜ ክሊክ ክንብላ ከለና ናብዚ እያ ተምፀእና ናብ ሶርስ ፕሮጀክት እዩ ዝበሃል እዚ ስለዚ መቑረፂት እዚኣ እናሕለፍና ንርእየላ እያ። እናሕለፍና እናመለስና እንርእዮሉ ቪድዮና ማለት እዩ። ካብዚኣ ከኣ ታይም ላይን ፕሮጀክት እያ ትበሃል። ታይም ላይን ወይም ድማ ስኪየንስ ፕሮጀክት እያ ትበሃል። ናብ ፋይናል ቪድዮና ዝእደተሉ እዩ እዚ። እዚ ቦታ እዚ ከኣ ቀጺላ ናብዚኣ እንድያ እትድይብ። ካብዚ ኒው ፕሮጀክት ክሊክ ምስ በልናዮ ናብዚኣ እያ ትድይብ። ኣብኣ እናሃለየት ከኣ ክትቑረጽ ትኽእል እያ። ሕዚ እዚ ሴቭ መበሊና ማለት እዩ። ናብ ፋይል እየ ወሲደኩም እኒኦኹ። ሕዚ ኣብዚ ዝተፈላለዩ። Create Project ዝብል ካብዚ እውን ክነምፆ ንኽእል ኢና። እዚ ፕሮጀክትና ዝተፈላለዩ ኣመፃፅኣ ወይ ኣወሳስዳ ፕሮጀክት እዩ ዘለና። ኣብ ፋይል ከይድና እውን ኣብዚ Create Project ዝብል ኣሎ ኣብኡ ክሊክ ተይልና ናብ ዲስክቶፕና እዩ ዝወስደና ማለት እዩ። ስለዚ እዚኣቶም ነናይ ባዕልሶም ጥቕሚ ወይ ዋጋ ኣለዎም። ቐስ እናበልና ንርእዮም እዮም ዝኾኑ። ኣብዚ Editing ኣሎ፣ ንፅሕፈሉ እውን ብዙሕ ኣሎ ማለት እዩ። ንፅሕፈሉ ፅሑፍ እውን ኣሎ። ስለዚ ዋና ዓላማና ናይ ልማዓንቲ ቪድዮ ሃመይ ገይርኻ ከም ዝቑረጽ ካብኡ ትራንሲሽን ክልተ ነገራት ከርእየኩም እየ እዚኣ ብኸምዚ ብምጉታት ነስፍሖ ነጽብቦ ንኽእል ኢና ከምዚ ትርእይዎ ዘለኹም ነስፍሖ ነጽብቦን ንኽእል ኢና ማለት እዩ እዚኣ ኸዓ ከምቲ ቅድም ኢለ ዝገለጽክልኹም ቪድዮና ኣበይ ንቖርጽ ኣለና ክሳዕ ኣበይ ኢንተር ኤንድ ኣውት ዝበሃል እንዮ ንሳተን ከርእየኩም እየ። ስለዚ እዚኣ ክንውስኽ ደሊና እኒኤና ኻሊእ ቪድዮ ሕዚ ንኣብነት ቴምና ቴም ማለት ብቅድሚትን ድሕሪትን መውፅኢ ሕዚ ናተይ ጊዋ ግዋ ቲዩብ ስለ ዝኾነ ግዋ ቲዩብ ክሊክ ኢለ ኣለኹ ኻልኣይ መፂኣትለይ ኣላ ኻሊኢቲ ቪድዮ ቅድምትን ድሕሪትን ከእትዮ ስለ ዝኾንኩ ንዚኣ ቐዲመ ክፀንሐኩም ኣለዎ ቴም ካብኡ እዛ ሌጎ ኣብ ላዕሊ ትልጠፍ ፀኒሐ ከርእየኩም እየ ክሰን ኽልተኣን ኣዲትኻ ኣብ ድስክቶፕኻ ክተቅምጠለካ። ሰዚ እዚ ቪድዮ እዚ ሕዚ ፕለይ ተኢለዮ ርኣይዎ እዚ እናቆራረጽኩ ክእትዮ ኢየ ማለት ኢዩ። ስለዚ እዚ እናቆራረጽና ክነእትዮ ኢና ሃመይ ከም ዝቅረጽ ከኣ ምሳና እንተ ጸኒሕኩም ሕጽር ብዝበለ መልክዑ ክትርእይዎ ኢኹም እዚኣ መጽበቢት መስፍሒት ኢያ ንቪድዮና ካበይ ንቆርጽ ኣለና ነጽብቦን ነስፍሖሉን ማለት ኢዩ ነውሕ ነይሩስ ሕዚ ካብ ኣየናይ ደቂቃ ወይም ሰከንድ ማይክሮ ሰከንድ ንላዕሊ ስለ ዝኸይድ ሕድሕድ በቃ ካብታ ዝደለናያ መተን ክትቆርጸልና እዚኤን ትሪእወን ዘለኹም ካብዚኣ ሓዘለይ ተኢለዮ ሒዝዋ ኣሎ እንተር እዚኣ ኻዓ ካብዚኣ ሓዘለይ ኢለዮ ኣለኹ ብቅድሚት ሒዝዋ ኣሎ ማለት እዩ ስለዚ እዚኣ ና ኣድዮ ወይም ድምፂ ጥራሕ መውሰዲት እያ እዚኣ ኻዓ ናይ ቪድዮ ጥራሕ ድምፂ ዘይብሉ ማለት እዩ ኣብዚ ተኾይኑ እዚ ግትት ኣቢልና ተወሲድናዮ ድምፅን ቪድዩኡን ወይም ምስሉን ይወስደልና ኣሎ ማለት እዩ ስለዚ ኽልትኡ ኣብዚ መፂኡ ኣሎ ሪእዎ እዚ ኻዓ ክሳዕ ኣበይ ከምዝኸይድ ሪእዎ ኸምቲ ኣቅድም ኢለ ዝነገርኹኩም። እታ ቆሪጽና ሒዝናያ ዘለና ካብዚኣ ወሲሉና ኣሎ ማለት እዩ ስለዚ እዚኣ ታይ ኢና ንገብር እታ ቴምኩም ኣብዚኣ ትኣቲ ማለት እዩ ቲዘር እዩ ዝብሃል ብዝኮነ እዚ ቲዘር ቀዲምና ሕጽር ሕጽር ቅድሚ እቲ ሙሉእ ቪድዮና ምልቃቅና ሕጽር ሕጽር ዝበሉ ናይ ክልተ ሰከንድ ድዮም ናይ ሰለስተ ሰከንድ ወይም ናይ ሓሙሽተ ሰከንድ ቁርጽ ቁርጽ ኣቢልና ንረኣይትና እዚኣቶም ኣለዉ እሞ ሙሉእ ትሕዝትኦም ደሓር ተኸታተልዎም ንማለት ቕድሚ ቴም ሚእታይ ናዚኦም ንሰርሐሉ ቲዘር እዩ ዝብሃል ወይም ለለ ዘለዉ ትሕዝቶታት ሕጽርሕጽር ኣቢልካ ንተመልከትትኻ ተላልየሉ እዩ እሱ የእትየ ዘለኹ ሐዚ እዚኣ መጽበቢት መስፍሒት እያ ኣብዚኣ ሒዝና ጉትት ኣቢልናያ ሐዚ እዚኣ እውን ክሳዕ ኣብዚ ኣላ ዝተረፋ ነገር ኣሎ ዶ ኢለ እጽብብ ኣቢለ ብዚኣ ክርእየኩም ርእይዋ ሐዚ ካበይ ቆሪጸ ከምዝነበርኩ ርእይዋ ካብ ጫፍ እስካዕ ትኸይድ ኸምዚኣ ንገብራ ማለት እዩ። ካብኡ ቀጺልና ነጥብቃ እሞ እዛ ቴምና እጥብቅ ንብላ እዚ ኣብዚ ለሎ ክፍተት ሪኢኩሞ ተኮይንኩም ብጸልም ኣሎ ክፍተት እዩ ዝፈጥረልና ኣብ ቪድዮና እቅርብ ነብላ ብከምዚኣ ትገጥመልና ማለት እዩ ካኣ ደሓር ኢፌክት ዝብሃል ናይ ሞንጎ ክንእትየለን ኢና ብዝተፈላለየ መልክዑ ሰሓባይ ክከውን ንተመልካቲ ምንታን ጸኒሐ ከሪኤኩም እየ እሱ ነዚኣ ቴምና እቲና ኣለና ሪእዋ እዚ ክልተን ተጣቢቀን ኣለዋ ማለት ዘየድልየና ክንቆርጾ ንክእል ኢና። እቲ ንደልዮ እዚ ስለ ዝኾነ ግን ካብዚኣ ካብዚኣ ሓዘለይ ኢለ ቅድም ነዚ ኣእትየ ኣለኹ። ካብኡ ናብቲ ዋና ቪድዮና ንኸድ እሞ እዚ እዩ እቲ ዋና ቪድዮና። ካብኡ ኣስተውዕሉ ካብዚኣ ሓዘለይ ካብዚኣ ሓዘለይ ኢልናዮ ስለ ዝነበርና ኢንተር ኣዊት ዝበሃላ እዚኣተን ሒዝና ስለ ዝነበርና እሳተን ክሳዕ መጨረሻ ከምዚ እጽብብ ነብላ እማ ኣርእይዋ እዛ ኢንተር ኣብዚኣ ኣላ ስለዚ ክሳዕ መጀመርታ ንወስዳ ኩትት ኣቢልና ቀያሕ ምልክት ምስ ኣርእየትና ቀያሕ ተርእየኩም ኣላ እዚኣ ቅርብ ኣቢለ ከርእየኩም ሕዚ ክሳዕ መጀመርታ ንወስዳ ማለት ሙሉእ ቪድዩኡ ምእንታን ካብ ኣቆሪጹ ከይወስደልና ጉትት ተብልናዮ እዚ ቪድዮና ሀምዚኣ ማለት እዩ ሬዋ ሙሉእቲ ወሲደያ ኣለኹ ማለት እዩ እዚኣ እውን ንመወዳእታ ጉትት ተብልና ክንወስዳ ካብኡ ዘየድልየና ናቆራረጽና ክንኸይድ ኢና ማለት እዩ ሕዚ ሙሉእ ቪድዮ ስለ ንእቲ ኣጀማምራና ክንጅምር ከለና ሬዋ ሕዚ ጸልማት ነገር እኔዎ እዚ ቪድዮ ዘየድሊ ካብዛ ብርህቲ ስለ ዝደለኹ ካብኣ ክቆርጻ እየ ከመይ ከም ዝቆርጻ ብእዚኣ ስፍሕ እሞ ነብላ ኣስፍሐያ ሬዋ ሕዚ ስለዚ ነዚኣ እዛ ጸልማታዊ ከባቢ ምዃና ነዛ ቆጻል ወይም ሰማያዊት ትርኣየናለ ዘላ እዚኣ ሒዝና ክንኸይድ እሞ እታ ጸላም ክሳዕ መወዳእታ ዘላ ኣብዚኣ ትበርህ ኣላ ርኤዋ ስለዚ ካብዚኣ ቆሪጸ ይወስዳ እንተር ይብላ ኣለኹ እዚኣ ማለት እዩ ካብዚኣ ክልተ ኢልናያ እንተር ካብዚኣ ድሓር ሓዘለይ ንብሎ ኣለና ስለዚ እዚኣ እውን ምልእ ነብላ እሞ መጨረሻ ንኸድ ከምዚ ገይርና ጉትት ኣቢልና ሒዝና መጨረሻ ንኸድ መጨረሻ እውን ኣብ ማእኸል ጸገም እንተልይዎ እውን ነውጽኦ ንኽእል ኢና እዚኣ ክሳዕ መጨረሻ ምስ ወሰድናያ ዝኾነ ነገር ተዘይብሉ ብምሉኡ ነእትዮ። ሕዚ እዚ እይድሊን ናብ መሬት ዝኾነ ሓሸዋ ነገር ይረኣየና ኣሎ ጸጸር ነገር ይረኣየና ኣሎ እሞ እዚኣ ክነውጻ ኢና እዚኣ ኸዓ ኣውት ንብላ ማለት እዩ ኣብዘለ ኣውት እዚ ጸጸር እዚ እየድልየናን ንተመልካቲ ጽቡቕ ኣይኾኔ ማለት እዩ ስለዚ እዚ ክነውጾ ተደሊና ከምዚ እሞ ንገብራ ካበይ ክሳዕ ኣበይ ተዝወስድ ዝበለጸ ኢልና ምንታን ንኣምን ካብ እዚኣ ሕዝተን ንወስድ ብጣዕሚ ጽቡቅ እዩ እዚኣ ተወሲድና ከምዚ ነጻውታ ስለዚ እንዚኣ ርኣይዋ ካብዚኣ ክልተ እያ ስለዚ ኣውት ንብላ ማለት እዩ እዚኣ ካብዚ ንድሓር ንቅድሚት ሓዘለይ ተኢልናዮ በቃ እዚኣ ስለዚ ታይ ኢና ክንገብር ድሕሪ ሕዚ እተን ንደልያ ዶ ካብዚኤን ካብዚኤን ሓዘለይ ኢልና ኣዚዝናዮ ኣለና ድምጽን ባዕሉ እቲ ምስልን ኣብ ማእከል እቲ ቪድዮ ለሎ ጉተተብናታት ኢና ይርእይዎ ከምዚ ሰጊሩልና ኣሎ ማለት እዩ ስለዚ ብምሉእ እቲ ቪድዮ ሰጊሩ ኣሎ ድሕሪ ቴምና እዚ ምሉእ ኮይኑ ስለ ለሎ እዚ እዛ መጸቢትን መስፍሒትን ንበልኩኩም ብኣይ ኢና ክንፈልጦ ስለዚ ምሉእ ቪድዮ ኣትዩ ኣሎ እዚ ሕዚ ሰብ እዩ ኢሉ ሴቭ ክንብል ብዝኮነ መንታን መብራህቲ ክጠፍኣና ይክእል መሊስና ዘይ ክንረክቦ ስለ ንክእል ግዜ ክሓጽረና ስለ ዝክእል ኮንትሮል ኤስ ተጸቂጥና ሴቭ እናበለ እዩ ዝከይድ ኮንትሮል ኤስ ኣብዘላ ከርእየኩም ኮንትሮል እዚኣ ማለት እያ ን ጀመርቲ ትፈልጥዎ እኳ ትፈልጥዎ ኢኩም ኮንትሮል ኤስ እዚኣ ተልና ከምዚ ብሙሉኡ እቲ ንሰርሖ ዘለና ፕሮጀክት ሴቭ ናበለልና ይከድ ሴቭ ኢሉልና ሐዚ ማለት እዩ ስለዚ ንውይ ሴቭ ናበልና ክንከይድ ኣብ መንጎ መብራህቲ ከይትከደና መንታን እዚኣ ደጋጊመ ዘርእየኩም ዘለኩ ማለት እዩ እዚኣ ኮንትሮል ዜድ ተኮይና ከዓ ኣንዱ ማለት እያ ማለት ናብቲ ቀደም ዝነበርናዮ ይምልሰና ኣሎ ኣይደልዮን እሞ ሐዚ ኣንዱ ተኢለያ ሪእዋ መሊስዋ። እታ ቪድዮ ብምልእታ መሊስዋ ለለ ደጊመ ኣንዱ ተይለዮ እዛ ቴም እዩ ክውጸለይ ማለት እዩ እዛ ተም እዚኣ ሕዚ ሓንቲ ቪድዮ እዚኣ ደጊመ መሊሰያ ኣለኹ ጉትት ኣቢለ መሊሰያ ኣለኹ ስለዚ እዚ ኣሞ ጉትት ኣቢልና ንርኣ ተዋሒጡ ስለ ዘሎ እዚ ሰፊሑ ስለ ዘሎ ነጽብቦ ማለት እዩ ኸምዚ ናጸበበ ይመጽእ ክሳዕ መጨረሻ ኸዓ የርእየና ማለት እዩ ከምዚ ንርእዮ ዘለና ሕዚ ቴምና ክንወስድ ቴም መጀመርታን መጨረሻን ኢለኩም እየ ኩሉ ግዜ እዚ ከከም ኩነታት ክፈላለ ይኽእል እዩ ሰለዚ ኣብ መጨረሻ ኣትየዮ ኣለኹ እዚ ናተይ ሪኦ ግትት ኣቢለ ብሓደ ግዜ ወሲደዮ ኣለኹ ካብ ባዕሉ ካብዚ ሶርስ ፕሮጀክት ናለ ክንወስድ ንኽእል ኢና ዳብል ክሊክ ኢልና ብኸምዚ ማለት እዩ ሰለዚ ሙሉእ ቪድዮና እዚ ይመስል ካብኡ እንታይ ኢና ንገብር ድሕሪ ሐዚ ፅሑፍ ክንፅሕፍ ኢና ማለት እዩ ፅሑፍ ኸመይ ኸም ንፅሕፍ ኸዓ ከርእየኩም እዛ ቲ እዚኣ ንፀቕጣ ኸምዚ ትሪእዋ ዘለኹም ቆፃል እያ ኾይና ለላ ሰለዚ ፅሑፍ ንፅሕፍ ማለት እሳ ክሊክ ምስ በልናያ ኣብዚ ይመጸልና እዩ። እወ ዝኾነ ምልክት ይረኣየኩም ኣሎ ሕዝግዋይ ኢለ ክጽሕፍ እሞ ብጻዕዳ ስለ ዝኾነ ዳሓን ሕብሪ ከመይ ከም ንቕይር ውን ከርእየኩም እየ ብሕቡሩ ከመይ ከም ንስቕየር ንዙ ጽሑፍ ስለዚ ግዋ ኢለ ጽሒፈ ኣለኹ ግዋ ቲዩብ ኢለ ጽሒፈ ኣለኹ ዳሓር ክትረኣየኩም እያ እዚኣ ዛቲ ጽሒፍና ካብኡ ክንምልሳ ላብ ዛና መጀመርታ እዚኣ ማለት እዩ ናይ ቴሌግራም ምልክት ትመስል ዘላ እታ ሕዝር እወ ኣንቀሳቕሶ ኣለኹ ይረኣዩ ኣሎ እዚ ጽሑፍ ግዋ ቲዩብ ኢለ ጽሒፈ ኣብዛቲ ምስ ጸቐጥና እዩ ዝመጸልና እዚ ምልክት ካብኡ ክነስፍሖ ክነጽቦ ንኽእል ኢና ከም ድልየትና ከም ድልየትና ክነስፍሖ ክነጽቦ ንኽእል ኢና ሕዚ ሕብሪ ማለት እዩ ሕብሪ ንመርጸሉ ኢና ምንታን ክረኣየኩም ማለት እዩ ኣብ ከለር ንዝብል ኢና ንኸይድ ከለር ዝብል ኣብዚኣ ትረኣየኩም ኣላ እዛ ፖይንተር ናይ ኮምፒተር ሓባሪተይ ንሳ ክሊክ ምስ በልናያ ኣብዚ እኒሃ ወጺኤን ኣለዋ ክልተ ቆጻላት ይርኣኽሙላ ኣይኾነን ብጎድኒ እዚኤን ማለት እዩ ስለዚ ነዚ ኻዓ ይቀያይሮ ኣሎ ነዚ ጎዋ ቲብ ዝብል ማለት እዩ እዚኣ ጉተት ኣቢልና እሞ ነስፍሐን ካብኡ እዚኤን ኸም ድልየትና ንቀያይሮ ንኽእል ኢና ካብዚ ሕብሪ ንመርፀሉ ንኽእል ኢና ማለት እዩ ኣብ ላዕሊ ዝኸውን እዩ እዚ ሕልፍ ሕልፍ ኢሉ እውን ኣብ ማእኸል ዝኸውን እውን ክኸውን ይኽእል እዩ እቲ ፅሑፍ እዚ ብኸምዚ ሕብሪ ዝተፈላለየ ንመርፀሉ ንኽእል ኢና ሕዚ ናተይ እዚ ቀይሕ እዩ እኒኦ እዚ ጎዋ ቲብ ትሪእዋ ዘለኹም ኣብዚኣ ቀይሕ ስለዝኾነ ብቀይሕን ኸምኡ ውን ብጫ መሳድን ካብዚኣ ንገብረላ እዚ መጀመርታ እዚ ኣብዚኣ ክሊክ ኢልና ዝኾነ ምልክት ዘላፍትያ ሕብሪ እታ ሕብሪ ከምዛ ትሪእዋ ዘለኹም ስለዚ እዚኣ ናብዛ ቀያሕ እሞ ንወስዳ ካብኡ ቀይሕ እዚ ውን ብኸምዚ እስካዕ ሙሉእ እስካዕ እንታይ ድበሃል ንገብሮ ሪእዎ ቆጻል ኾይኑ ኣሎ እቲ ጽሑፍ ማለት እዩ ቆጻል ዝዓይነት ቀይሕ ዝበለ ዝዓይነት ወይ ምሕርካም ወዲና ንብሎ ከምኡ ዝዓይነቱ ኾይኑ ኣሎ። ስለዚ እዚ ናብ ሙሉእ ሚእቲ ፐርሰንት ወይ ልዕሊ ናብ ዜሮ ብምውራድ ኽንቐያይሮ ንኽእል ኢና ከም ድሌትና ማለት እዩ። ስለዚ ናብቲ ዝነበሮ ክምልሶ እዚ ብኸምዚ ይቀያየር ኣሎ ትሪእዎ ኣለኹም። ኸምዚኣ ትቀያየር እያ ማለት እዩ። ካብኡ ናብታ ካልኣይ ክንኸይድ እዚ ብቕይሕ ዝበለ ገይረዮ ስለ ዘለኹ እዚኣ ብጫ እዚ ብጫ ተቐይሩ ሪእዎ ድምቕ ኢላ ብጫ ሓቀይ ቐይሕ ንብጫ ንስለ ዘሎ ኣብቲ ንዕኡ ንምምሳል ዝተፈላለየ ሕብሪ ከም ድሌትና ንቀያይር ንክእል ኢና ማለት እዩ እዚኣቶም። ዒባ ከምዛ ትርእይዋ ዘለኹም ከምዚ ክንቀያይር ንክእል ኢና እዚ ኣበይ ከይድና ኢና ቀይርናዮ ከይትርስዑ ሓደራ። ኣብ ከለር ዝብል ማለት እዩ ኣብ ላዕሊ ከለር ዝብል ብዝተፈላለየ መልክዑ ክንረኽቦ ንክእል ኢና ኣብ ኢፌክት ዝብል እውን ክንረኽቦ ንክእል ኢና ንከምዚ ን ከለር ቅርብ ኣቢለ ኣርእየኩም ኣለኹ ግዋህ ቲፕ ሐዚ ናበይ ተቀይሩ ኣሎ ናብ ቆፃል ዝዓይነቱ ተቀይሩ ኣሎ እዚ እውን እቲ ፅሑፍ ከም ድሌትና ሳይዙ ክነዕብዮን ክነፅብቦን ንክእል ኢና ኣብ ማእኸል እቲያቶና ንቲ ጓቲብ ህዚ ንሳ ኸምዚ ትሕዝ ኣቢልና ንማእኸል ገፅ ክንኸድ ከለና የፅቦ ንደገ ክንወፅእ ከለና ጉትት ኣቢልና ኸዓ የስፍሖ ማለት እዩ ስለዚ እዚኣ ኣፅቢብናያ ኣለና ኣብ እደለናያ ክንገብራ ንኽእል ኢና ኣብ እደለናያ ኣንግል ሕዚ ናተይ ኣብዚኣ ትምረፅ ኹሉ ግዜ ብዚኣ እየ ዝገብር እታ ጓቲብ ትብል ኸዓ ኣብዚኣ። ንገብራ ኣለና ማለት እዩ ህዚ ናከለር ኣቀያይራ ወይም ደማ ሕብሪ ኣቀያይራ ፅሑፍና። እንታይ ከም ዝመስል ብዝተወሰነ መልክዑ ኣርእየኩም ኣለኹ። ብኸምዚኣ ምቅይያር ማለት እዩ። ካብኡ ናብ ዝነበሮ ቦታ ክንመልሶ ኢና። እዚ እንታይ እዩ ያው ናይ ድምጺ መርኤና ስለ ዝኾነ ጨሪሽና ክነጥፍኦ የብልናን። ድምጺ መርኤና እዩ እቲ ቪድዮ ፕለይ ክንብሎ ከለና ወይም ክነጻውተ ከለና። ድምጺ መርዔና እዩ እዚኣ ታያ እታ ጽሕፍቲ ስለ ዝኮነት ኩትት ኣቢልና ክሳይ ንኩላ እታ ቪድዮና ንኩላ ንሽፍና ማለት እዩ ከምዛ ትሪእዋ ዘለኩም እዚኣ ተሪፋቶ ኣላ ንመጨረሻ ከምዚኣ ጉትት ኣቢለ ከምዚኣ ተገይርናያ በቃ ክሳዕ መጨረሻ ኣላ እዛ ጽሑፍቲ ማለት እያ ናዛ ጽሕፍቲ እያሰ ስለዚ ብኻልእ መልክዑ ኸዓ ግዋ ንቦይኑ ጽሒፍና ኣብ ዲስክቶፕ ኣቕሚጥና ካልእ ግዜ ብ ኸም ፎቶ ዓይነት ማለት እዩ ኩሉ ግዜ ብዚ ክነምጽኦ ንኽእል ኢና ብኸመይ ከም ዝመጽእ እሱ ኣብ ቐጻሊ ከርእየኩም እየ ጽሑፍ ካብ ባዕሉ ካብ ኣዶቤ ፕሪምየር ብኸመይ ከም ዝጸሓፍ ግን ብውስን መልክዑ እዚኣ ኣርእየኩም ኣለኹ ሕዚ እቲ ቪድዮ ነጻውቶ ከለና እታ ጽሑፍ ርእይዋ ኣላ ማለት እዩ። ፑስን መልክዑ ብጫ ዝዓይነት ትረኣየላ ክሳዕ መጨረሻ ያሆ ረኣይዋ ካብኡ እዚ ኬን ባዕሉ ስለ ዘሎ ያሆ ክሳዕ መጨረሻ ኣዐርየ ኣይወዳእክዎን ካብታ ዘይብላ ቴመይ ዘይብላ ግን ገይረያ ኣለኩ ማለት እያ ካብኡ ናብ ዝነበርናዮ ንምልሶ ማለት እዩ ኣብ ከለር እንድዩ ነይሩ ኣብ ኤዲት ኢና ንገብሮ እዚኣ ቅርብ ኣቢለ ኣርእየኩም ኣለኩ። ካብ ከለር ናብ ኤዲት እዚኣ ማለት ብሰማያዊ መልክዕ ትረኣየና ኣላ እዚኣ ጸገም ከይህልያ እታ ቪድዮና ከምዚ ምሉእታ ክንሪኣ ኢና ካብኡ ላበየ ክወስደኩም ናብ ቪድዮ ትራንሲሽን ማለት ቪድዮና ክጻወት ከሎስ ከምዚ ቅድም ኢለ እዚ። ናብ ድምጺ ክወስደኩም ድምጺ ሕዚ እዚኣ ርኣይዋ ብጫ ኢለኩም ነይረ ዓንተቦ ናይ ድምጺ መርኣዪትና እያ እዚ ቪድዮና ፕለይ ክንብሎ ከለና ብጫ ምልክት ይረኣየና ኣሎ ቆጻል እንተኾይኑ ድምጽና ዝተሓተ ማለት እዩ ብጫ ተኾይኑ ኖርማል እዩ ስለዚ ቐይሕ ተኾይኑ ኸኣ ድምጽና ዓው ኢሉ ኣሎ ብጣዕሚ ስለ ዝርብሽ ምቕናስ ምውሳኽ የድሊ እዩ እሞ ሕዚ ቆጻል ስለ ዘሎ ንእሽተን ክንውስኸሉ ኣብዚኣታ ኢና ክንገብር ከመይ ከም ዝውሰኽ ኸኣ ከርእየኩም እየ እዚኣ ትርእይዋ ዘለኹም ብኽልተ ጎድኒ ዘለዋ እዚኣተን እታ ላዕለወይቲ ተኾይና ንዚ ቪድዮና ወይም ንዚ ምስሊና እያ ተስፍሕ እታ ታሕተወይቲ ከኣ ንድምጺ እያ ተስፍሕርዋ ከምዚ የስፍሐልና ኣሎ ማለት እዩ ስለዚ እንታይ እዩ ዝኸውን ኣብዚ እንሃ ሰረዝ ወይም ቀጥ ዝበለት ጋድም ሕንጻጽ እንሀንላ እሳ ንላዕሊ ንታሕቲ ብምባል ድምጺ ክንውስኽ ክንቕንስ ንኽእል ኢና ብሓጺር መልክዑ ማለት እዩ ስለዚ እዚኣ ንላዕሊ ተኾይና ንውስኽ ኣለና ንታሕቲ ተኾይና ከኣ ንቕንስ ኣለና ማለት እዩ ስለዚ እዚኣ ልዕል ኣቢለያ ኣለኹ ድምጺ ወሲኸ ኣሎ ማለት እዩ ካብኡ play ኢልና ክንጻወት ከለና ከምቲ ኣቐድም ኢለ ዝሓበርክልኹም ብጫ ተኾይና ጽብቕቲ እያ ቀይሕ ተወሊዕልና እዚ ትሪእዎ ዘለኹም እዚ ብጫ ማለት እዩ እስካዕ ብጫ እዩ ዘሎ ጽቡቕ እዩ ከምዚ ተኾይኑ ኣይርብሽ እዩ ኣዕሉ ንሰማዒና ውን ንተመልከትና ጽቡቕ ኮይኑ ይስምዖም ማለት እዩ ቀይሕ ተወሊዕልና ግን ብጣዕሚ ቀይሕ ያው ትፈልጥዎ ኢኹም ናይ ሓደጋ ምልክት እዩ ስለዚ ድምጽና ዓው ኢሉ ኣሎ ማለት እዩ ረባሺ ድምጺ ዝኸውን ኣዐርዩ ንታሕቲ ዝወረደ እንተኾይኑ ኻዓ ቆጻል እዩ ዝወርድ እሞ እዚ ቆጻል ኻዓ ብጣዕሚ ትሑት እዩ ንተመልከትትና ወይም ሰማዕትና ንምስማዕ የጸግመሎ ማለት እዩ ሐዚ ናብ ኢፌክት ክወስደኩም ማለት ቪድዮ ትራንሲሽን እዚኦም ኣብ ኢፌክት ኸይድና እንረኽቦም ቪድዮ ትራንሲሽን እኒኤው ዩቱብ ኢፌክትስ ኣለው ዩቱብ ኢፌክት ማለት ንባዕሉ ንቲ ቪድዮና ከለሩ፣ ሕብሩ፣ መቐየሪ እዩ። ቪድዮ ትራንሲሽን ኸዓ ሕልፍ ሕልፍ ኢሉ ቪድዮ ክጫወት ከሎ እናተሽከርከረ ይመፅእ ወይ ለለ ኣርባዕተ መኣዝን ኾይኑ ይመፅእ ዙም ኢን ዙም ኣውት ዝበሃል እኒሆ ስለዚ እዚኣቶም ንርኢ ኢና እሱ ኸመይ እዩ ዝስራሕ ቕልል ብዝበለ ኣብ ኢፌክት ኸይድና ከምዚኣ ቪድዮ ትራንሲሽን ዝብል ሐዚ ስሪዲ ሞሽን መሪፀ ኣለኹ ካብኡ ስሪዲ ሞሽን ኸዓ ክሊክ ክሊክ ንብላ እሞ ኽልተ ግዜ ኸምዚ ኽልተ እኒኦዋ ሐዚ። እዚ ሓንትኣ ተመሪጽና ከምዚኣ መሪጸ ኣለኹ እንታይ ከም ተርእየና ክነጻውታ ከለና ከርእየኩም ከመይ ኢላ ከም ትመጽእ ቪድዮና ሪእኹማ መሰጋገሪ ማለት እዩ ካብተን ቲዘር ዝበልናየን ናብ ቴም ትኸይድ ተላ ሕዚ ከመይ ከም ዝመጸት ሪእኹማ ኢኹም ስሪዲ ሞሽን ስለ ዝመረጽኹዮ ኣብ ቪድዮ ኤፌክት ኢና ንረኽቦ እዚኣ ኸኣ ኻልኤይቲ መሪጸ ኣለኹ ከመይ ከም ትመጽእ ከርእየኩም ንድሕሪት ምልስ ቢለ ማለት። ስለዚ ሪኢኹማ እዚኣ ከመይ ከም ዝተሽከርከረት ማለት እዩ ማለት እቲ ቪድዮናስ ንተመልካቲ ጽቡቕ ኮይኑ ንክረኣያ ካልኣይቲ ውን ኣዚያ ክውስኽ ኣብዚ ቆራሪጽና ውን ክነእትየሉ ንኽእል ኢና ባዕልስና መንጎ እዛ ላማ ትመስል ሒዝና ኣብ መንጎ ቪድዮና ሬዋ እዚኣ ከመይ ከም ትመጸላ ደጋጊመ ይርእየኩም ኣለኹ ማለት እዩ ካብኡ ዝተፈላለየ ኣብዚ ዝቆረጽናዮ ነናይ ዓርሱ እዚኣ እዛ ላማ ትመስል ኣብዚኣ ቆሪጽና ውን ክነእትየሉ ንኽእል ኢና ማለት እዩ ዘርእየኩም ዘለኹ ስለዚ ኣብ መወዳእታ ከባቢ ከኣ ኣለና ሓደ ክመርጽ እየ ማለት እየ ኣብ ኢፌክት ከይደ ያው እዚ እንታይ እየ ዘርእየኩም ዘለኹ ኣብ ፋይል ክንኸይድ ኣብ መወዳእታ ገጽና ስለ ዝኾንና ከመይ ሴቭ ከም እንብል ማለት እዩ ሙሉእ ዝሰራሕናዮ ቪድዮና ከመይ ሴቭ ከም እንብሎ ማለት እዩ እዚ ፋይል ክሊክ ክንብል ከለና ናይ ባዕሉ ኣብዚ ዝተፈላለዩ ጽሑፋት ትረኽቡ ኢኹም ካብኡ ኤክስፖርት ዝብል ኣሎ ኣብዚ ኤክስፖርት ኢና ንኸይድ ኤክስፖርት እዚኣ ማለት እዩ እድመ ቀቢለ የርእየኩም ኣለኹ ካብኡ ሚድያ ዝተፈላለዩ ናብ ዓርሰ እንትን ክመፅእ ይኽእል እዩ ስለዚ ኣብ ፋይል ኸይድና ኤክስፖርት ምስ ኸድና ኣብዚኣ ሚድያ ትብል ትመፅእ እያ ድብዝዝ ኢላ እኒሃ ቐርቡ ቁሩብ ከፅርያ እሞ ኤክስፖርት ካብኡ ሚድያ ዝብል ኢና ንመርፅ ሚድያ ክሊክ ምስ በልናዮ ወይ ኸዓ ብሓፂሩ ኮንትረል ኤም ዝብል የርእየና ኣሎ። ኮንትረል ኤም ተጠቒምና ክመፀልና ይኽእል እዩ። ካብኡ እዚ ሙሉእ ቪድዮና ከም ዘይመፅእ ማለት እዩ። ሕዚ እዚ ምስ መፀ እዚ ሙሉእ ቪድዮና ዘይንእድቶ ዝነበርና ካብዚ ኣቶም እንቕይሮ ረቋሒ ኣሎ። እዚኣ ሕዚ ኤች ክልተ ሚእትን ስሳን ኣርባዕተን ኩሉ ግዜ እዚኣ ኢኹም ትመርፁ። ማለት ናይዚ ቪድዮና መጠን ሳይዙ ማለት እዩ። ብካሜራ ከምቲ ቅድም ኢለ ክገልፆ ዝፈተንኩ ብሞባይል ዝተቐረጸ፣ ብዝተፈላለዩ መልክዓት ዝተቐረጸ ኣብዚ ኣሎ። ናይ ፊልም ኤዲተራት ስለ ዝኾንኹም ወይም ዝተመሃርኹም ትፈልጥዎ ኢኹም። ሕዚ ብካሜራ ዝተቓረጸን ብሞባይል ስማርት ዝተቐረጸን ዝተፈላለየ HD እዩ እኒኤዎ። እዚኣ ኹሉ ግዜ ኤች ክልተ ሚእቲ ስሳን ኣርባዕተን ተንጥቀም፣ እዚኣ ኸዓ ናይ ሹም መውሀዊት እያ። ሹም ክንህብ ከለና ኹሉ ግዜ እዚኣ ክሊክ ምስ በልና እያ ናብዚ ዝወስደና ካብኡ ሹም ናይ ባዕልትና ንህበሉ ማለት እዩ። ሕዚ ኣነ ንኣብነት እንታይ ኢለዮ ኣለኹ፣ ቪድዮ ፋይናል ኤዲት ኢለ ሪነንወዮ ኣለኹ ካብኡ እዚኣ ሰለክት ትብለላ ኦኬ ሴቭ ምስ ትብለላ ኦኬ ምስ በልናዮ እዚኣ መፅያትና ንሪእዋ እዛ ቆፃል ትረኣየኩም እላ እዛ ሰማያዊ ትመስል ሰማያዊ ቆፃል እናበልኩ ሰማያዊ ትመስል እዚኣ ቪድዮ ፋይናል ኤዲት ኢለ ኦኬ ኢለዮ ኣለኹ ካብኡ እዚኣ እተን ብድምፅን ክልተን ራይት ራይት ምባለን ቼክ ንገብር ኣለና እዚኣ ከዓ ዩዝ ማክሲማም ትብል እዚኣ ከኣ ኦሪራይት ምዃና ክንሪኢ ኣለና ስለዚ እዚ ብከምዚ እዩ ክትት ኣቢልና ኩሉ ክንሪኦ ኣለና ቪድዮና ዝተወሰነ ተሪፍዎ ከይኸውን ፕሪ ቪው ዝብል እዩ ዘርእየና ማለት እዩ ካብኡ ናብ መወዳእታ ኤክስፖርት ዝብል ኣሎ ሙሉእ ምዃኑ ምስ ረኣና ቪድዮና ኤክስፖርት ዝብል ኦኬ ኢና ንብሎ ስለዚ ኤክስፖርት ተይልናዮ እዚኣ ክሊክ ንበላ እሞ ኩሉ ወዲእና ስለ ዘለና ከምዚኣ ትመጸልና ማለት እዩ እዚኣ ልተወሰነ ልዕሊ ዓሰርተ ክልተ ደቂቃ ተኮይኑ ወይ መጋባይቱ ዓውዪ ተኮይኑ ንእሽተይ ግዜ ይበልዕ እዩ እዚኣ ትመስል ናይ ልማዕንቲ ትምህርትና እዚ ናይ ልማዕንቲ ታይታይ የርእየኩም ኣለኩ ማለት እዩ ቪድዮ ከመይ ከም ንቆራርጽ ከምኡ ውን ከለር ከመይ ከም ንቅይር ጽሑፍ ጽሒፍናስ ከለሩ ከመይ ከም ንቅይር ኢሉ ውን ኢፌክት ትራንሲሽን ናብ ቪድዮና ክጻወት ከሎ ኣብ መንጎ መንጎ ዝረኣዩ ናይ ትራንሲሽን መሰጋገሪ ከመይ ከም ንጥቀም ኣርእየኩም ኣለኹ። ኣብ ቐጻሊ ብኻሊእ ትምህርቲ ክሳብ ንራኸብ ሰሰናዩ ንዓኹም ይበል። ነዚ ቻናል ኸምቲ ኹሉ ግዜ ትድግፍዎ ሐዚ ውን ላይክ ሸር ሳብስክራይብ ምግባር ኣይትረስዑ። ብትግርኛ ኣዶቤ ፕርምየም ጀሚርና ኣለና ትምህርቲ ማለት እዩ። እዚ ብውሑድ መልክዑ እዩ ዝተረፈ ነገር ዘይተረደኩም እንተሃልዩ ኣብ ኮመንት ኣብ ኮመንት ጽሓፉለይ ንምርዳእ ክምኩር እየ ኣብ ቐጻሊ ብካልእ ትምህርቲ ክንራኸብ ኢና ሰሰናዩ ንዓኹም ሰላም።